ብቐጥታ ናብቲ ሎሚ እዳሊናዮ ዘለና መደብ ክነብል ኢና ሰናይ ምክትታል። ሳምሶም ሰለሙን እትብለ ሃገራዊት ጋንታ ቅድድም ብሽክሌታ ኤርትራ ኣብ ሸሞንተ መድረኻት ትሽዓተ ሚእትን ትስዓን ሰለስተን ኪሎ ሜተር ኣብ ዝሽፍን መበል ዓሰርተ ሸሞንተ ዙር ሩዋንዳ ንምስታፍ ወግዓዊ ስነ-ስርዓት ምፍናው ተገይሩላ። ወኪል ኤሪና ዮናታን ዕብዮን ዘዳለዎ ጸብጻብ ሚካኤል ሓድጉ ከቕርቦ እዩ።
ካብ ዕስራን ክልተን ክሳብ ሓደ መጋቢት ኣብ ዝካየድ መበል ዓሰርተ ሸሞንተ ዙር ሩዋንዳ ንትሳተፍ ሃገራዊት ጋንታ ቅድም ብሽክለታ ትማል ዓሰርተ ሸውዓተ ለካቲት ኣብ ቤት ጽሕፈት ኮሚሽን ባህልን ስፖርትን ወግዓዊ ናይ ምፍናው ስነ ስርዓት ተገይሩላ። እዛ ብኣሰልጣኒ ሳምሶም ሰሎሞን እትእለ ሃገራዊት ጋንታ ንተቐዳደምቲ መራዊ ቅዱስ፣ ሄኖክ ሙሉብርሃን፣ ናሆም ዘርኣይ፣ ያፌት ሙሉጌታን ናቲ መድሓኔን ትጥርንፍ። ዳይረክተር ቤት ፅሕፈት ኮሚሽን ባህልን ስፖርትን ኣቶ መኮነን ጎይቶም ኣብ ዘስምዖ ቃል፣ ተቐዳደምቲ ካብ ናይ ዝሓልፉ ዓመታት ድሙቕ ዓወት ከመዝግቡ ዘለዎ ፅኑዕ እምነት ገሊፆም። ፕረዚደንት ሃገራዊ ፌደሬሽን ቅድድም ብሽክለታ ኣቶ ተመስገን ረዳ ብወገኑ ተቐዳደምቲ ንብቕዓቶም ብናይ ጋንታ መንፈስ ደሪዖም ንዓወታትን ደረጃን ሃገራዊት ጋንታ ክኹልዑ ትፅቢት ከምዝግበረሎም ኣዘኻኺሩ። ኣሰልጣኒ እታ ሃገራዊት ጋንታ ኣቶ ሳምሶም ሰሎሙንን ሓለቓ ጋንታ ተቐዳዳማይ መርሃዊ ቅዱስን ድማ ከካይድዎ ብዝጸንሑ ልምምድን ብህዝብን መንግስትን ብዝግበረሎም ደገፍን ንዓወት ከምዝሰርሑ ቃል ኣትዮም። ሓላፊ ምምሕዳርን ፋይናንስን ኮሚሽን ስፖርትን ሌተናል ኮሎኔል ሳሙኤል ጸጋይ ኣብ ዝሃቦ መዛዘሚ ቃል፣ ስም ኤርትራ ኣብ ቅድድም ብሽክለታ ኪኖ ኣፍሪቃ ኣብ መላእ ዓለም ደሚቑ ስለዘሎ ነዚ ክብሪ'ዚ ዝድርዕ ዓወት ሒዞም ከምዝመጹ በዓል ምሉእ ተስፋ ምዃኑ ገሊጹ። ተቐዳደምቲ ኣብ ሸሞንተ መድረኻት ትሽዓተ ሚእትን ተስዓን ሰለስተን ኪሎ ሜተር ክሽፍኑ እዮም።
ብወገና ድማ ነታ ኣብ ዙር ሩዋንዳ እትሳተፍ ሃገራዊት ቅድድም ብሽግለታ ናይ ኤርትራ ዓወት ንምነየላ። ሓደ ንኢትዮጵያውያን ሰዓብቲ ኣብየት ወዲ በሻሻ መዓንጣ ከብዶም ዝቐርጽ ፍጻሜ ካብ ባጽዕ ተራእዩ ነይሩ። ንሱ ድማ ከምዚ ኣብ ድሕሬና ትርእይዎ ደለኹም እዚ ካቨር እዚ ነዞም ሰዓብቲ ናይ ኣብዮት ወዲ በሻሻ ነዞም ባሕሪ ክንወስድ ኢና ዓሰብ ናህናይ እንዳበሉ ዘጽምሙና ደለዉ እዛ ቅብኣ እዚኣ ካብ ባጽዕ ኣብ ስርሒት ፈንቅል ካብ ዓሰርተ ሰለስተ ክሳብ ዓሰርተ ሓሙሽተ ለካቲት ኣብ ዝተኻየደ ዝቀረበት ቅብኣያ መዓንጣ ከብዶም ቀሪጻ የሕርር ኣቢላቶም ዘላ ቅብኣ ድማያ

ባንዲራውም ከመርገጥም በላይ ደግሞ ከታች ያሉትን መሪዎች እዩዋቸው። ኃይለስላሴ አሉ፣ መንግስቱ ኃይለማርያም አለ፣ አብይ አህመድ አለ፣ እንደዚሁም ደግሞ መለስ ዜናዊ አሉ። እዞም ሰባት እዚኣቶም ክሳብ ሕጂ ዝኾነ ይኹን ግብረ መልሲ ኣይተዋህቦምን እንድዩ ደኣ ጸኒሑ። ሕጂ ግን በዛ ትርእይዋ ዘለኹም ቅብኣ ሓንቲ ግብረ መልሲ ወይ ድማ ሓንቲ ቐላዕ ምስ ተዋህበቶም ማዕረ ክንደይ ኣእምሮኦም ተናዊጹ፣ ማዕረ ክንደይ ድማ መዓንጣ ከብዶም ሕርር ኩምትር ኢሎም ከም ዘለዉ ንርእዮምን ንዕዘቦምን ኣለና። እቲ ንሶም ካርታ ኤርትራ ክቖርጽዎ ከለዉ ሓላል እዩ። እቲ ንሶም ባሕሪ ናይ ኤርትራ ምስ ናይ ኢትዮጵያ እናወሃሃዱ ኣብ ማሕበራዊ ሚድያ ሸር ክብልዎ ከለዉ ከም ጽድቂ፣ ንሕና ድማ ከምዚ ዓይነት ቅብኣ፣ ከምዚ ዓይነት ስእልታት ሸር ክንብል ከለና ከም ሓጢኣት

አትረጋጉም እንዴ? ምን ሆናችሁ ነው?
እዚ ከዓ ሓደ ካብቶም ሰዓብቲ ናይ ኣብዮት ወዲ በሻሻ ካብቶም መዓንጦም ሓሪሮምን ተቐሪፆምን ብጓሂ ሕርር ኩምትር ኢሎም ዘለዉ ደገፍቲ እዩ እንታይ ዝብለና ዘሎ ብዛዕባ ወደብ ጥራይ ኢና ንሓትት ነርና ከምዚኢታት ተጀሚርኩም ጌና ካልእ ሕቶታት እውን ኣለና ንዕኡ ዝሕተት ሕቶታት ከዓ ክንሓተኩም ኢና ብለና ኣሎ ጸገም የለን ዝሓተትካዮ ሕቶ በቲ ትደልዮ ግብረ መልሲ ክወሃበካ ዩ ጸገም የለን ብሰለማዊ መንገዲ ሕቶኻ እንተሓቲትካ ብሰለማዊ መንገዲ ክምለሰልካ ዩ በቲ ዝደልዮ ደለኻ ብሓይሊ ዝኾነ ይኹን ስጉምቲ ክትወስድ እንተፈቲንካ ከኣ በቲ ትደልዮ ደለኻ ናይ ሓይሊ ኣገባብ ከኣ ግብረ መልሲ ክወሃበካ ዩ በቲ ትደልዮ ዓይነት መልክዕ እቲ ተቕርቦ ሕቶታት ግብረ መልሲ ክወሃበካ ምዃኑ ከኣ ክትፈልጥ ክትክእል ኣለካ ጌና እዛ ቀብኣ እዚኣስ ማዕረ ክንደይ ኣናዊጻቶም ማዕረ ክንደይ መዓንጣ ከብዶም የሕሪራቶም ከም ዘላ ከኣ ኩሉ ህዝቢ ክሪኦ ስለ ዘለዎ ኢና ናባኹም ኣቢልናያ ዘለና። ብዝያዳ እታ ስእሊ ትሪእዋ ደለኹም እዛ ቅብኣ እዚኣ ኣብ ባጽዕ ዝቐረበት ኣብ ስርሒት ፈንቅል እያ። ብምሎም እዚኦም ኣብ ኢትዮጵያ ዝመጹ ስርዓታት እዮም። ንባሕሪ ኤርትራ ኣብ ዝምነዩሉ ሰዓታት ድማ ትምኒቶም ከይሰመረ ከምዚ ትሪእዎም ዘለኹም ተረጊጾም ተጨፍሊቖም ገሊኦም ዝሞቱ መይቶም ብሂወት ዘለዉ ድማ ዝስዕቡ ኣብ መስርሕ ዘለዉ እዮም።
ከኤርዶጋን ጋር እንደተነጋገሩ ኣድርጎ ያቀረበው እንደዛ ነው። ከኤርዶጋን ጋር ተነጋገርን አለ እና በንግግር የሚያምኑ ስለሆነ

ጣይብ ኤርዶጋን ብዛዕባ ኢትዮጵያ ኣብ ደገ ባሕሪ ትረኽበሉ መንገዲ ተዘራሪብና። እቲ ዝርርብ ድማ ብጣዕሚ ጽቡቕ ነይሩ። ንፕሬዝደንት ናይ ቱርኪ ድማ የመስግኖ ብምባል ሓደ ሓሶት ንኢትዮጵያውያን ዘርጊሑሎም ነይሩ። እቲ ሓሶት ግን ካብ ሰዓታት ዝሓልፍ ዕምሪ ኣይነበሮን። እዚ ትሪእዎ ዘለኹም ማሕበራዊ ሚድያ ድማ ባዕሎም እውን እቶም ኢትዮጵያውያን ኣቃሊዖሞ ነይሮም። ፕሬዚደንት ናይ ቱርኪ ብዛዕባ ናይ ኣፍ ደገ ባሕሪ ዝምልከት ምስ ወዲ በሻሻ ዝኾነ ዝገበሮ ዘተ ኣይነበረን። ልኡላውነትን ሓድነትን ናይ ጎረባብቲ ሃገራት ብፍላይ ድማ ኣብ ቀርኒ ኣፍሪቃ ዘለዋ ሃገራት ከኽብር ከምዘለዎ ሰላም ክገብር ከምዘለዎ ዝኾነ ይኹን ናብ ኩናት ዝዕድም ተግባራት ድማ ከም ዘይትድግፍ ብዝግባእ በቲ ዝርድኦ ቋንቋ ኣስሚዕዎ'ዩ ዝብሉ ዘለዉ ባዕሎም ኢትዮጵያውያን ውን ይምልሱሉ ኣለው እታ ቪድዮ እውን ረኺብናያ ኣለና ኣብ ዘላ ናባኹም ክነብላ ኢና ሓቢርና ንስማዓ እያ
ኤርዶዋን ኣያድነው ሳዳም ሁሴን አያድነው፣ ቭላድሚር ፑቲን አያድነው፣ ማንም አያድነው።
ኣብዚኣ ጌታቸው ረዳ እውን ከምዚ ሎሚ ከይከድዐ ከሎ ናቱ ጊላን ኣገልጋልን ከይኮነ ከሎ ሰዓት

ኣብ ዞባ እዚ ዝፍጠር ዝኾነ ይኹን ጸገማት ድማ ብውሽጣዊ ጉዳይ ወይ ድማ ባዕለን እተን ሃገራት ነቲ ጸገማተን ክፈትሓ ከምዘለዎን እያ መንግስቲ ቱርኪ ደገፋ ትህብ ወይ ድማ ትሕግዝ። ስለዚ እቲ ሓቂ ነዚ ዝሰማዕናዮ ይመስል ከምቲ ኣብየት ወዲ በሻሻ ዝተዛረቦ ከም ዘይኮነ ማለት እዩ። በዚ መንጽር እዮም ድማ ኢትዮጵያውያን ኣብዚ ሰዓት እዚ ፎእ ኢሎሞ ዘለዉ ነዚ

ዕድላት ኣለዎ ክረክብ ይኽእል እዩ ፀገም ዝበሃል የብሎምን ይብሎም ኣሎ። ኢን ኢስተርን ኣፍሪካ ኢን ዘ ሬድ ሲ ኣንድ ዘ ኢንዲያን ኦሽን ኣንድ ዩ ካን ካውንት ዘም ኢት ሃዝ ኣክሰስ ቱ ጂቡቲ ዌር ኢት ሃዝ ኢቨን ቢልድ አ ሰቨን ሃንድረድ ኤንድ ትወንቲ ኪሎ ሚተር

ቦታታት ክረክብ ይኽእል እዩ። ከም ኣብነት ክጠቕሶ ዝጸንሐ ድማ ኣብ ወደብ ጅቡቲ፣ ኣብ በይራ፣ ከምኡ'ውን በርበራ፣ ብምሉኡ ሱዳን ንዘሎ ከባቢ ፖርት ሱዳን ከይተረፈ፣ ከምኡ'ውን ክሳብ ኬንያ ዝኾነ ኣማራጺታት ኣለዎ። ብዛዕባ ኣፍደገ ባሕሪ እዚ ኣክሰስ ናይ ባሕሪ

እዚኣ ብምሎም እዞም ፖለቲከኛታት እውን ፈሊጦም እዮም ነዚ መደናገርን ሓሳውን ሎቕማጽ ኣብየት ወዲ በሻሻ ጸገሙ ኣክሰስ ናይ ባሕሪ ናይ ምርካብ ዘይኮነ ሓይሊ ባሕሪ ንኸቕውም ጥራይ እዩ ሓሳብ ዘለዎ ዋንነት ናይ ባሕርን ሓይሊ ባሕሪ ምቋምን እዚኣ እታ ናቱ ሕልሚ ብዛዕባ ኣብ ደገ ናይ ባሕሪ ዝምልከት ዝኾነ ይኹን ጸገም የብሉን ኢሎም እዮም ዝገልጽዎ ዘለዉ
ያሁኑ በሰከነ ዲፕሎማሲ መፍትሔ ማግኘት ኣለብን። እንታይ እዩ ዝብል ዘሎ?
ኢትዮጵያ ብሰለማዊ መንገዲ፣ ብዲፕሎማሲያዊ መንገዲ፣ ብዝርርብ እዚ ኣክሰስ ናይ ባሕሪ ክትረክብ ትኽእል እያ ይብሎ ኣሎ። እቲ ጋዜጠኛ ከኣ ንስማዓዮ። ኪሎ ሜትር ርቀት ላይ ወይም በአርባ ኪሎ ሜትር ርቀት ላይ ከቀይ ባህር ተገኝተን ነገር ግን በቀላሉ በዓለም ደረጃ እንዳንነግድ ከባህሩም ሪሶርስ እንዳንጠቀም ኣድርገውናል።
እዚ ጋዜጠኛ ከዓ እንታይ ኢሉ ዝሓቶ ዘሎ ንሕና ቀረባ ወይ ድማ ናብቲ ባሕሪ ዝቐርብ ናይና ኣርብዓ ስሳ ኪሎ ሜተር ርሒቕና ጸጋታት ናይ ባሕሪ ከይንጥቀምን ብኡ ንግድታት ከይንገብርን ተኸልኪልና ኢና። ልክ እንደ ሩቅ አገር ይሄ ህግ ዓለም አቀፍ ህግን መተላለፍ ነው። ልክዕ ከም ሓንቲ ኣብ ርሑቕ ዘላ ሃገር፣ እዚ ባሕሪ እዚ ከኣ ብሕጋዊ መንገዲ ዓለማዊ መተሓላለፊ መንገዲ እዩ። እሚል ሙግት ያነሳሉ። ከምኡ ዝብል ሙግት ይለዓል እዩ ኢሉ እቲ ጋዜጠኛ ሓቲትዎ ኣሎ። ንኺድ እቲ ዝወሃብ ዘሎ ግብረ መልሲ ከኣ ኣብዚኣ እያ ዘላ ንስምዓያ። ላደርግልህ የምችለው ስልሳ ኪሎሜትር ርቅ ኣስር ኪሎሜትርም ርቅ ያ ያንተ መሬት ኣይደለም። ባህሩ ያ ወደቡ ያ እንታይ ኣይደለም።
መሳያታ ግብረ መልሲ ሱሳ ኪሎ ሜተር ይርሓቕ ኣርብዓ ኪሎ ሜተር ይርሓቕ ዓሰርተ ኪሎ ሜተር ይርሓቕ እዚ ባሕሪ እዚ ኣይናትካን እዩ ኣይምልከተካን እዩ እንሳይ ኸዓ ዘይናትካ ኣይናትካን እዩ ሓንቲ ኢንች ትርሓቕ ሓንቲ ሰንቲሜተር ትርሓቕ ኣርብዓ ዋላ ሱሳ ኪሎ ሜተር ይርሓቕ ብዘየገድስ ዘይናትካ እንተ ደኣ ኮይኑ ኣይናትካን እዩ ኣኸለ ሐዚ ለሎ ኹናት መንግስቲ ኢትዮጵያ ሰራዊቱ የፀግዕ ከም ዘሎ ብልተፈላለዩ ምስልታት ንሪኦም ኢና ኩሉ ዝሪኦ ዘሎ እዩ።
እዚኣ ድማ ግብረ መልሲ ነቶም ሰራዊት ሻዕቢያ ናብ ትግራይ ኣትዩ እናበልኩም ኣብዚ ማሕበራዊ ሚድያ ዘሎን ዘየሎን ዘረባታት ትነዝሑ ዘለኹም ናይ ብልጽግና ተጋሩን ኮሙኡን ከዳዓት ኤርትራውያንን ንዓኹም ትምልከት እያ እዚ ሳልሳይ ወያነ ዝባሃል እዩ ሰራዊት ናይ ሻዕብያ ኣብ ትግራይ ከም ዘየለን ኮሙኡን መንግስቲ ኢትዮጵያ ንትግራይ ዳግማይ ንምውራር ምንቅስቃሳት ይገብር ከም ዘሎ ብግሉጽ ዝኾነ መልእኽቲ ኣማሓላሊፉልኩም ኣሎ ጽን ኢልኩም ስምዕዎ።
ዝረኣ እዩ እቲ ሐዚ ለሎ ኩነት መንግስቲ ኢትዮጵያ ሰራዊቱ የፀግዕ ከምዘሎ ብልተፈላለዩ ምስልታት ንሪኦም ኢና ኩሉ ዝሪኦ ዘሎ እዩ ምስዚ ተታሒዙ ሰራዊት ኤርትራ እውን ኣትዩ ይበሃል እዩ ልብል ከም ውድብ ብዝተፈላለየ መንገድታት ነዚ በሪፋይ ክንገብር ፈቲና ኢና ግን እስካዕ ሐዚ ዝተረጋገፀ ነገር የለይ ሰራዊት ኤርትራ ምእታው ዝምልከት ካብቶም ዘይስሩዕ ዝኾኑ ሓበሬታታት ብዝምልከቶ መንገዲ ክነፃር ሞኪርና ኢና። ነዚ እውን ብዋናነት ትግራይ የመሓድር እየ ዝብል ግዜያዊ ምሕዳር ትግራይ እዩ ከም ናይ መንግስትነት ሓላፍነት ወሲዱ ዝሰርሕ ዘሎ ንህዝቢ ዕላዊ ዝኾነ መብርሂ ካብቱ ኣትይዎ ዘሎ ስግኣትን ድንጋፅን ክወፅእ ዕላዊ መብርሂ ክህብ ጥራሕ ኢና ንሕና ንደፍእ ብዝኾነ መመዘኒ ግን ዝተረጋገፀ ነገር የለይ ዝብል እዩ ና ሰራዊት ኢትዮጵያ ምንቅስቃስ ልረአ ስለ ዝኾነ ነዚ እውን እዩ ለይቀር ልመስል ደመና ኮይናት ይመፅእ ኣሎ ንብለና ስለዚ ብዙሕ
ፅብብቲ መልእኽቲ እያ ሰራዊት ኤርትራ ኣብ ቦትኡ ኣብ ደቡ ኣብ ሃገሩ እዩ ዘሎ እቶም ልኡኻት ናይ ብልፅግና ዝኾንኩም ተጋሩ ግን ካብ ዘየድልየኩም ዘረባታት ተቆጠቡ እቲ ኣብ ልዕሊ ህዝቢ ትግራይ ዝመፅእ ዘሎ ሓደጋ ግን ባዕሎም ሳልሳይ ወያነ ትግራይ እውን ይነግሩኹም ኣለው። ነዚ ጥራይ ኢኹም ሓበሬታ ክተመሓላልፉ ዝግበኣኩም ነይሩ ብዓይኒ ሓቂ እንተድኣ ርኢናዮ። ሓደ እውን ንግዝያዊ ኣመሓዳሪ ክልል ትግራይ ሓደ ንፁር ዝኾነ መልእኽትን ለበዋን ኣለዎ እሞ ናብኡ ከብለኩም እየ ሓቢርና ንስምዓዮ።
ሕዚ ውን ወዲ ወረደ ከይትጋገ ወዲ ወረደ ከይትጋገ ሕጂ ውን ምዕራብ ክወኩም ናይ ፌደራል ሰራዊት ቦርደር ናይ ኢትዮጵያ ንክሕሉ ብትግራይ ኣቋሪፁ ክሓልፍ ዝኾነ ምትንኻፍ ከይትገብሩ ኢሉ ኣብዪ ልኢኹኳ ኣሎ ልኢኹልካ እዩ ዘሎ ስለዚ ሕጂ እውን ን ጨፍጨፍትና ናብ ትግራይ ገፆም ክመፁ ኣይኽእሉ ምናልባሽ መቓብሮም ክትከውን ስለ ትኽእል መቓብሮም እያ ክትከውን ዘለዋ እምበር ንሳቶም እግሮም ክረግፅዋ የብሎምን ስለዚ ሕጂ እውን ወዲ ወረደ ጽቡቅ ኣለኻ እዛ ኣብዛ ኣብዛ ሰሙን እዚኣ ክልተ ሰሙን እዚኤን ጽቡቅ ኣለኻ ኢኻ በታ ጽንዓትካ ቀጽል ትዕወተሉ ደኣ እምበር ትሓፍረሉ ኣይኮነን እቲ ቃልሲ እዚ ስለዚ ጽምዶኻ ኣጠናኺርካ ጋዕጋዕ ወዲ ጋዕጋዕ እስኺ ኢሎም እዞም በዓል ጻድቃን ገለ መን ኢኹም ወሰፋ ገለ መለ ዝዛረብዎ ዘረባ ኣነንደ ናይ ፍርሒ እዩ ስለ ዝኾነ እዩ ጀግንነትና ክነርኢ ስለ ዝንኽእል ኢና ተጋሩ ነዚኣ ጥሒሱ ክኣቱ ዝኽእል ናይ ፒፒ ወታደር የለን ዋላ ተመጻጽኡ ዋላ ተወፋፍሩ እሞ ንባዕሉ ናብ ክባ ይኣቶ ኣሎ እምበር ንዓና ክኸበና ዝኽእል ስለ ዘይኮነ ስለዚ ሕጂ እውን ጥንቃቐ ተድሌካ ወዲ ወረደ ኣብ ጎንኻ ኢና ዘለና ከይትጋገ ከይትጋገ ሕጂ እውን ክልተ ሰለስተ ኣርባዕተ ግዜ ተጋጊኻ ከ ሕጂ እውን ከይትጋገ እብሎ ኣለኹ ኣነ ህዝብኻ ተሓባቢርካ ሰራዊትካ ተሓባቢርካ ምስ ውድብካ ጸኒዕኻ ንዚ ቃልሲ እዚ ካብ መረበቱ ንዝተመፈናቐለ ህዝቢ ግዝኣት መሬቱ ንኸምልስ ንዝቃለስ ህዝቢ ኣብ ጎኑ ኮንካ ትቃለልሰ ተጋዳላይ ኢኻ ጀግና ኢኻ ነዚ ህዝቢ እዚ ኢኻ ናተዋደቅካ መጺኻ ሕጂ ምስ ጠዓመካ ናብ ካልኦት ነገር ኣንፈትካ ትቕይር ተኾንካ ናብ ዝጠዓመ እንተኾንካ ተጎዳእ ኢኻ ስለዚ ኣብ ዕላማኻ ጽናዕ ጀግና ክንብለካን ምእንቲ ሰሪሑ እዩ ክንብለካን ምእንቲ ጸላእትኻ ሕጂ ውን ይዛረብ ኣሎ ወዲ ወረደ ክሕግዘና ይኽእል እዩ ኢልና ተኣማሚንና ኔርና ይብሎ ኣይገበርካዮን ዘለኻ thank you ክብሪ ንበካ ኢና ከም ትግራዋይ ክብሪ ክበካ እየ ሕጂ ውን ቦቲ ዝብልዎ ዘለው ኣብ ኣኼባ ወጽዩ ሓቂ እንተኾይኑ እቲ ዝብልዎ ዘለው ማለት እዩ ፖለቲካ ስለ ዝኾነ እዩ ስለዚ ኣታ ጅግና ህዝቢ ትግራይ ከዓ ጥርጥር ከይኣትወካ እቲ ጽምዶ ገዊዱ እዩ ኩሉ ነገር ተስተኻኺሉ እዩ ዘሎ እርግጠኛ ኮይነ ኣሕፂርካ ተኸታታላይ መጥቃዕቲ ኣካይድካ ህዝቢ ትግራይ ነፃ ወፅዩ ግዝኣት መሬት ትግራይ ናብ ትግራያ ተኸሊላ ትግራይ ሃገር ትኾነሉ እዋን ተቓሪቡ እዩ ዘሎ። ስለዚ ኣንቱም ባንዳታት ኣብ ከተማ ኮንኩም ፎቆዶ እንዳ ቡና ፎቆዶ እንዳ መስተ ኮምዚኣ ክጅመር እዩ ዕለት ክንድዚያ ክጅመር እዩ ኮምዚያ ክገብር እዩ ድሮናትያ ተኣቅሚጡ ኮምዝገበረ እና ናበልኩም ህዝቢ ተርዕዱ ዘለኹም ግን ተጀሚሩ ኣሎ ክትእረ ኢኻ ክትእረዩ ኢኹም። ናተዓዛዘብና ኢና ጸኒሕና ናተዓዛዘብና ኢና እስቲ ደሓን ሕጂ ዶ ናብዞም ቂንጣሚንጢ እዚኦም ክንኣቱ እቲ ዝዓበየ ጉዳይ ስለ ዘለና ኢልና ኢና ጠጠው ኢልና ዘለና ንሕና ተጋሩ ኢና ንብ ዘለና ኣንቱም ባንዳታት ግን ክትእረ ኢኻ ሕድሕድ ኢኻ እዚኣስ ነዚኣ እውን ናተቓለስኩ መፅኣ ኣነ ናተቓለስኩ ዝመፃኽዋ እውን እዚኣ እያ ከብ ደስ ዝበለኩም ትዛረቡ ዘየለ ዘይተብሃለ ዘይተወሬ ዘይተጨነወ ንሃዝ ምንም ናብ ህዝቢ ናወረድኩም ናብ ዝተኣከበ ሰብ ናወረድኩም ከምዚያ ኮይኑ ከም ዝበልኩም ህዝቢ ተርዕዱ ዘለኹም ሕጂ እውን ቀንደኛ ጸላእትና ንስኹም ኢኹም። ቀንደኛ ህዝቢ ፅ- ትግራይ ጸላእቲ ንስኻትኩም ንህዝቢ ትግራይ። ህዝቢ ትግራይ ግን ክዕወት እዩ። ዓወትና ኣብ ቀረባ። ኣጆኻ ህዝቢ ትግራይ